ውድብና ህወሓት ህዝቢ ኤርትራ እንኳዕ ንመበል ሳላሳን ኣርባዕተን ዓመት በዓል ነጻነት ኣብፀሐኩም ዝብል መልእክቲ ሰናይ ትምኒት የመሓላልፍ። ኢሳያስ ደንጊቡ ኣሎ። ጸወታ ተወዲኡ እዩ game over። ከመይ ኢሉ እዩ እዚ ተመሊሱ ሕልና ኣጥሪኡ ብጣዕሚ ለባም ክኸውን እዩ። እንድዒ ከሕቆፈኒ ድዩ? ምስ ህዝቢ ኤርትራ ኮነ ምስ ህግደፍ ዝግበር ርክብ ድማ ናይ ሳልሳይ ወገን ፍቓድ ከምዘየድልዮን፣ ናይ ህዝቢ ምርጫ እዩ of course ትኽክል እዩ ማለት እዩ። ምስ እገለ ሓቢረ ንእገለ ከጥቅእ እየ ዝበሃል ዘረባ ግን ኣይከኣልን እዩ። ሰላም እየ ዝደሊ እንተልካስ ምስ ኩሉ ኢኻ ሰላም እትደሊ። ጣጣ ሒዙ ዝመጸ እንድሕር ኮይኑ ክተርፍ እውን ኣለዎ እንተኾይኑ ክተርፍ ኣለዎ ምባል ነውሪ ኣይኮነን። ምስ እገለ ክንሓብር ኢና ዝበሃል ዘረባ ግን ኣይሰርሕን እዩ። ከምዚ ዝበለ ብዕራይ ብዕራይ እየ ዝብሎ ሕዝቡ። ዋላ እንዳጸላእካዮ እንተለኻ ኣዝዩ ምሁርን በሊሕን ዝኾነ ኣተሓሳስባ። ዝግበሩ ዘይሕጋዊ ርክባት ወንጀል እዮም። ብናይ መን ግዜ ድዩ እቲ ኩለይ ተኹሲ ነይሩ ብናይ ባዕልኻ እንድዩ ሕጂ ንስኻ መን ኢኻ። ገበናት ናይ ግዳማውያን ሓይልታት ንክሓጹ ላዕልን ታሕትን ዝብሉ ዘለዉ። ኢትዮጵያ ከመሓድርዋን ክገዝእዋን ንሱ እዩ ናተይ ድሌት። ከመይ ኢሉ እዩ ዝመጸልኩም ኣንታ ወደይ ተሕሶትክ ወደይ ብሱር በስመኣም ናዚኣትኩምሰ ንበይኑ እዩ በቃ። ኤርትራ ላይ ህጋዊና ተመጣጣኝ እርምጃ ሊወሰድ ይገባል ሲሉ የኢትዮጵያ ምሁራኖች ጠየቁ። ሰላም ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን። ግን ደሓን ኢና መቸም እስኻ ከመይ ኣለኻ። ኣነ ብወገነይ እግዚኣብሔር ይመስገን ሰላም ኣለኹ ንስኻትኩም ከ ከመይ ኣለኹም ከምዚ ከማይ ከም እትህልው በዓል ምሉእ ተስፋ እየ። ኣብ ስራሕኹም ኣሳልጦ ምስ ቤተሰብኩምን ስራሕኹምን ደማ ፍቕርን ሰላምን ራህዋን ደስታን ክኾነልኩም እንዳ ተመነኹ ናብ ናይ ሎማዓንቲ ቪድዮ ሒዘኩም ክሰግር ግን ሎማዓንቲ ቅድሚ ሓደ ነገር ምባለይ ሲ ለበዋ ኣይኮነን ዘለኒ ክንደይ ግዜ ክላቦ ሎማዓንቲ ሞሳን ምስግናን እዩ ዘለኒ ማለት እዩ ነዚ ቻነል ካብ መጀመርትኡ ጀሚርኩም ሪኢቶ እንዳ ጸሓፍኩም ቪድዮታት ላይክ እንዳ ገበርኩም ሼር እንዳ ገበርኩም ኮታስ ዝከኣል ዘበለ ምሳይ ሓቢርኩም ሪኣክት እንዳ ገበርኩም ሓሳባትኩም እንዳገለጽኩም ናብዚ ስለ ዘብጻሕኹሞ ብጣዕሚ እየ ዘመስግን። ቴስዓን ሽዱሽተን ዓሰርተ ሽሕ ሳብስክራይበር ኣቲና ኣለና ማለት እዩ ሽደን ሪኣክትስ ዋን። የቐንየለይ ክብረት ይሃበለይ ብጣዕሚ ብጣዕሚ እየ ዘመስግን ብጣዕሚ የቐንየለይ ክብለኩም እየ ዝደሊ ክብረት ይሃበለይ ናይ ዓሰርተ ሽሕ ተሸለምቲ ናይ ዓሰርተ ሽሕ ቅርሺ እወ ተሸለምቲ ዝኾኑ ሰባት ማለት እዩ ኣናውንስ ክገብር እየ ኩሉ ግዜ ማለት ወይ ጽባሕ ወይ ሎሚ ክኸውን እዩ ስለዚ ጽባሕ እየ ምናልባት ሞስት ፕሮባብሊ ሓሲበሉ ዘለኹ ማለት እዩ ተዳለዉ ራንደም ዕድለኛታት ነዚ ቻነል እዚ ናብዚ ሒዞምሉ ዝመጹ ሽልማት ኣበርክቶ ወይ ከኣ ጀስት ከምዚ ሪኮግኒሽን ምሃብ እንተዘይኮይኑ ማለትይ ንዓካትኩም ሽልማት ኣይኮነን ንእሽለይ ቅርሺ ክከውን ይክእል እዩ ብዝኮነ ግን ምሳይ ስለ ዝጸናሕኩም ታሕጎሰይ ክትካፈሉ ብዝብል ማለት እዩ ንዕኡ ከምኡ ዓይነት ሰለብረሽን ክገብር እየ ን ኣርባዕተ ሰብ መሪጸ ክሽልም እየ ማለት እዩ ስለዚ የቀንየለይ ክብረት ይሃበለይ ሓደሽቲ ኮንኩም ነዚ ቻነል ሕጂ ውን ደጊምና ማለት እዩ ሳብስክራይብ ላይክ ኮሜንት ሸር ብምግባር ዳይ ቀጻሊ ናብ ዕስራ ሽሕ ኢና ንሳግር ዘለና ዓሰርተ ሽሕ ፕላስ እዩ ዘሎ ሕጂ ማለት እዩ እንድሕር ድኣ ነባራት ኮንኩም ድማ ከምዞም ሃነጽቲ ርእይቶ ጽሑፍለይ ኣሕዋተይ ማለት'ዩ ሃናጺ ርእይቶ ክትቡኒ ይላቦ። ዘቢብ ኣድሓኖም የቐንየልና ሽደን ብልክዕ'ዩ ዝርድእካ ኩነታት ህዝብና በዓል ተመስገን ግን ዓገብ ኢላትነላ ማለት'ዩ እወ ዓገብ ሃሃ ESriech ቀጽለሉ ሽደነይ ኢሉነሎ ማለት'ዩ ወይ ከኣ ኢላትነላ ሃሃ። ተስፋሚካኤል ተስፌ ሚካኤል ሽደን ኣብ ኣዲስ ኣበባ ኮንካ ጽምዶ ከምዘይትድግፍ ምዝራብካ ፍሉጥ'ዩ ሽግር ከይመጸካ'ዩ ግን ሱቕ'ውን ኣሎ። ናይ ለባማት ሱቅ በል ምስሓቅ መስሓቅ ኮሜዲ ኣምጽእ ኢልና ኣሎ ማለት እዩ ኦኬ ፈርስት ኦፍ ኦል ወይ ከዓ ካብ መጀመርታ ክትሓስበሉ ዘለካ ክብሩን ፍትውን ሓው ኣነ ኣብ ኣዲስ ኣበባ ኣይኮንኩን ዝነብር ማለት ኣብ ኣዲስ ኣበባ ኮይንካ ጸጊሙካ ስለ ዝበልካኒ ኢለ ካልኣይ ከዓ ንጽምዶ ክትድግፍ ኢልካ ክትዛረብ ኣይትኽእልን ዝበልካኒ ኣነ ጽምዶ ይድግፎ እየ ኣካይዳ ናይ ጽምዶ ማለት ሕጂ ጽምዶ ተባሂሉ ዝግበር ብድፉን ክኸውን የብሉን ብሕቡእ ክኸውን የብሉን። ውዕልን መትከልን ዘለዎ፣ ቅዋምን ዝተጻሓፈ ብሕጊ ዝተደገፈ ሕጋዊ መስርሕ ዝተኸተለ፣ ምኽንያቱ ሕጋዊ መስርሕ እንተዘይተኸቲሉ ናብ ህዝብና ውን ሽግር ሒዙ ዝመጽእ ከምኡ ብተመሳሳሊ ናብ ህዝቢ ኤርትራ ውን ሽግር ሒዙ ኢዩ ዝመጽእ ስለዚ ኩልታና ኩላህናይ ማለተይ ካብ ሽግር ነጻ ክንወጽእ እንተኾይና መዘዝ ዘይብሉ ውዕል ሰላም ክኸውን ክኽእል ኣለዎ ዝብል ኢዩ። እዚ ማለት መዘዝ ዘይብሉ ሰላም ይመጽእ ድዩ እንተልካኒ ንሕና ንሰላም ክንብል ተቃሊስና ኢና ተዋጊእና ኢና ክልቲኡ ህዝብታት ማለት እዩ ነንባዕሉ ውን ተዳሚኡ እዩ ንባዕሉ ውን ድማ ምስ ዝተፈላለዩ ንቡዙሕ ዓመታት ዝተቃለሰ ህዝቢ እዩ ስለዚ ይኾኖ ካብ ዝብል ተበጊስና ማለት እዩ ይኣኽሎ ስለ ዝኾነ ሕግን ቀይዲ በተኽ ምእንታን ከይከውን ብውልቀ ሰባት ዝተዘወረ ምእንታን ከይከውን ኣብ መወዳእታ ውን ድማ ሃይጃክ ምእንታን ከይግበር ህዝብታት ክሳተፍሉ እንድሕር ድኣ ኮይኖም ዕላማ ክህልዎ ክኽእል ኣለዎ፣ ንጹር ኣካይዳ ክኽተል ክኽእል ኣለዎ ዝብል ኢዩ ናተይ ማለት ኢዩ። ኣብ ኣዲስ ኣበባ ግን ኣይኮንኩን። ተዝኸውን ውን እዚ ናይ ሰላም መንገዲ ኢዩ፣ ዘፍርሕ የብሉ፣ ዘሕፍር የብሉ ማለት ኢዩ። ኦሬዲ ኣነ እንተይኮንኩስ ናይ ሰላም መንገዲ ኩሉ ሰብ ክድግፎ ዝግባእ ነገር ስለዝኾነ። ሕጂ ካብዚ በሪህ ኢልካ ይኸውን ይመስለኒ ተስፋ ጌረ።

ኣብዚሲ ክከሓስ ዘለዎ እዩ ማለት ይቅርታ ካብ ዝባሃል ሓደ ታይ ድዩ መሲልካ ክርስትያን ኢና ኢልካ ክርስትያን ካኣ ጳውሎስሲ ታይ ኢሉ ተዛሪቡ ናብ ካሊእ ክከይድ የብሉን ግን ታይ እዩ ይቅርታ ንክትገብር እንድሕር ዳኣ ኮንካ መጀመርታ እዚኣቶም ንጹህ ልቢ ክህልወካ ኣለዎ ልብካ ዝነጽህ ካኣ ቂም እንተዘይቋጺሩ እዩ ቂም ዘይቋጽር ድማ ከምዚ ኮሬክቲቭ ጀስቲስ ዝባሃል ኣሎ ናይ ምምዕርራይ ፍትሒ ንዝተበደለሲ ማለት ናብቲ ንቡር ስነልቦእኑ ንክትምልሶ ትገብሮ ከምዚ ሞቲቬሽን ኣይኮነን ግን እንታይ እዩ ካሕሳ ንበሎ ናይ ስነልቡና ካሕሳ ዝበሃል ማለት እዩ ሕውየት ማለት እዩ ከምኡሲ ክግበር ክኽእል ኣለዎ እንዳ ኣለዚ ብዘለኹ እምበር ክንዕረቕ የብልናን ዝብል ሓሳብ የብለይን ናምንታይ ኢኹም ትወስድዎ ዘለኹም እቲ ዘረባ ከከም ኣንፈቱ ኣይትቀያየርዎ ኢኹም ክብለኩም ደልየ እየ ማለት እዩ ዳይ ናብ ናይ ሎማዓንቲ ቪድዮ። Welcome to Shittin Reacts One!
ኣብዚኣ ን ሓፍትና ማለት እዩ ሰገን እንታይ ይብላ ኣለዋ መማጉዒ ማማጉዒ ውን ሎምስ ተወዲእወን እዩ ዘሎ ማለት እዩ። ጽምዶ ኣይንደልን በል ዓሰርተ ግዜ ግበሪ። ጽምዶ ኣይንደልን ጽምዶ ኣይንደልን ጽምዶ ኣይንደልን ምስ ተግራዎት ምስ ተጋሩ ጽምዶ ኣይንደልን ምስ ተጋሩ በሊ። ዋው በሊ ምስ ተጋሩ ውግእ ድዮም ክኸፍቱ ደልዮም ውግእ እሳያስ ኣፈወርቅን ደብረጽዮንን ምስ ኣብይ ኣሕመድ ክውግእ ክዋግኡ ደልዮም እዚ ኖርማል ድዩ ምስ በልኩኺ ግን ጓል ክላስ የላትኒ መሳርሕቲ የላትኒ በሊ ሓሙሽተ ዓመት ኖ ሓሙሽተ ዓመት ማማ ጓል ክዋጉ እዮም ደልዮም ኣተሰመትክ እዩ ክዋጉ ስለ ዝደልዩ እዮም እምበር ኣነ ሰላም ጸልየ ኣይኮንኩን። ስለዚ ኣነስ ሰላም ጸሊኤ ኣይኮንኩን ይብላ ኣለዋ ማለት እዩ ማማ ጉዕይ ድሕረ ደጊም ማማ እንትብልናየን ብዙሕ ታይ እዩ ዝብሃል ኣነ ጠፊኤን ኣነ ነይረን ማማ ጉዕይ ኣለኽን ዶ ኢኽን ኦይ በስማም ኤንወይስ ዌል ካም ባክ እንኳዕ ደሓነ መጻኸን ናብዚ መደብ ሽደን ሪኣክት ዝዋን ካብ ዝጅመር መጺኸን ነርክን ዶ ማማጉዒ ናብዚ ዳሕራይ ኢንተርቪው ክንገብረ ኣለና ማለት እዩ እንታይ ሓሳብክ ን ማማጉዒ ኣብ ጉዳይ ጽምዶ ዝብል ቀጻሊ ብዝኾነ ሺ ንቐጽል ናብቶም ቀጺሎም ዘለዉ ዶክተር ደብረጽዮን ኣብቲ ጉዳይ መበል ሳለሳን ኣርባዕተን ዓመት እሲ እንኳዕ ኣብጽሓና ኢሎም ኣለዎ ማለት እዩ ሓድሽ ጅማሮ እዩ ትኽክል እዩ ማለት እዩ ሃይለ ደደቢት ኣበይ ኣሎ ሓሲኹም ኢኹም ገለ ዝብል ነበረ ካብ መዓዘ ንድሓር ደኣ እሞ እንኳዕ ኣብጽሓና ኢሎም ይፈልጡ ሓውና ኢሎም ይፈልጡ እዮም ንህዝቢ ኤርትራ ማለት እዩ ንሳላሳን ኣርባዕተን ግንቦት እንኳዕ ኣብጽ ንዕስራን ኣርባዕተን ግንቦት እንኳዕ ኣብጽሓና ግን ኢሎም ኣይፈልጡ መበል ሳላሳን ኣርባዕተን ዓመት ስለዚ ተሓሶት ኣብዚ ዝጅምር ማለት እዩ ግን ይብሉ ኣለዉ እንዲዮም ሕጂ ነመሓላልፎ ኣሎም ትናንት ንዝክር ምስ ኤርትራውያን ኣሕዋትናን ኣሕዋትናን ኮይንና ብሓባር ዝኸፈልናዮ መስዋእቲ እውን ንዝክርን ነኽብርን ስርዓት ደርጊ ብሓባር ዝተቓልስና ህዝብታት ብምዃኑ ዓቕምታትና ተሓቢርናን ተሓጋጊዝናን ዘፍረስናዮ ስለ ዝኾነ ብደምና ናይ ሓባር ታሪክ ምፅሓፍና ዝዝከር እዩ ብምዃኑ ብዚ ኣጋጣሚ ውድብና ህወሓት ህዝቢ ኤርትራ እንኳዕ ንመበል ሰላሳን ኣርባዕተን ዓመት በዓል ነጻነት ኣብጽሐኩም ዝብል መልእክቲ ሰናይ ትምኒት የመሓላልፍ።
እሺ ሰልጠነ ኢኻ ስሓቕ ኣሎ ሕጂ ቴንኪ በሎ ኢሳያስ ኢሳያስ ቴንኪ በሎ
ወያነ እሺ ጸወታ ተወዲኡ እዩ ጌም ኦቨር ትግራዋይ እንድሕር ንኢሳያስ ጅግና ይብሎ ሃልዩ ሲ ኣነ እኮ በብዓላ ማለት እዩ እታ ናይ ቀደም ቪድዮ ምፅኹም ናብዚኣ ክተእትዋ ከለኹም በቃ እቲ ሰብኣይ እዚ ምንም ዓይነት ተስፋ ከም ዘይቆርፅ ብፍላይ ከዓ ክቱር ዝኾነ ናይ ነዊሕ ዓመት ከቢድ ፅልኢ ከም ዘለዎ ዝተረደእኒ ማለት እዩ በቲ ሽዑ ግዜ እዩ በቲ ነታ ቪድዮ እታ ናይ መወዳእታ ዝበላ እታ ፆታ ተወዲኡ እዩ ትብል ቪድዮኡ ማለት እዩ ሕጅስ ከመይ ኢሉ እዩ እዚ ተመሊሱ ሕልና ጥሪኡ ብጣዕሚ ለባም ክኸውን እዩ ማለት መትከሉ ቀይሩ ድሕሪ ሰማንያ ዓመቱ ኢለ ክሓስብ ኔቨር ኣነ ኣይሓስብን እየ በቃ ኣብ ሓዝዋ ማለት እዩ እዚኣ ሓዝዋ ኢኹም ሓዝዋ እዮም ዝብሉ መብዛሕትኦም እንታይ እዩ
እንቢዕካ ሕቆፈኒ ድዩ ገሲምካ ሓንግረኒ ድዩ እንታይ እዩ ሓፍተይ ቀቲልካ ሰዓመኒ ድዩ ሓራይ እሺ እንታይ ኢሉ ደብረፅዮን ፀሚዱ ንኢሳያስ ከፍቱ ብምባል ርሑስ ነፃነት ይብል ኣሎ እዋይ ሞሲባ ልእላዊ መሬት ትግራይ ጥሒሱ ልሕስ ንዘበሎም ስርዓት ትማል ትማሊ ካልእ ትብል ዝነበረት መልሓስ ሎሚ ግምጥል ኢላ ካልእ ካልእ ትብል ኣላ ዓሰርተ ሞት ክበሃል ከምዚ እዩ ኢሉ ገሊጽዎ ማለት እዩ ኣብ ፌስቡክ። የስተውዕለላ ኣለኹ ይሪኣ ኣለኹ እቲ ኩሉ ትገብሮ ዘላ እቲ ሕቶ ትሓትት ማራ ብርትዕቲ ብሪልየንት ማይንድ ትሩ ደፊኒሽን ኦፍ ጆርናሊዝም ማለት ዓቕሚ እንድሕር ዘይብልካስ ኣብኡ ኮይድካስ ንነብስኻ ኣይተጥፍእ ንነብስኻ ኣይትሕፍር ምስ ከምዚኣ እንድሕር ክትቀርብ ኮንካ እዚኣ ሓፍትና ተቐሪብካ ዲኻ ተማሂርካ ዲኻ ዋላ ዓቕሚ ሒዝካ ኢኻ ትቐርባ ሕጂ ናብኣ ትኸዱ ተጠንቂቕኩም ኢኹም ትኸዱዋ ዓቕምኹም ከዓ ፍለጡ እዛ ጥራሕ ክሕብረኩም ይኽእል ህዝቢ ትግራይ ካነ ኮንግራጁሌሽንስ ከምዚአን እዮም ዘለኩም ሓቂ ሓቂ እዩ ትኽክል ሓቂ ሓቂ እዩ ኢልና ማለት እዩ ካፒቴን ሓውና ትኽክል ኣለኻ ትኽክል እዩ ብጣዕሚ ጎበዝ ጋዜጠኛ ብስልትን በላሕን እያ ሓሳብ ብነፃነት ሕቶ ብዝመሰላ መልክዑ ንክትሓትት ተቃሊሳ ተለውን እያ ኣሕዋታ ተቃለስሉ እዩ ፅቡቅ ከምዚ ዓይነት ኢንቨስቲጌሽን ወይ ከዓ ኢንቨስቲጌቲቭ ጆርናሊዝም ዝበሃል ብጣዕሚ ፅቡቅ ዓይነት ኣካይዳ እያ ትኸዶ ማለት እዩ መብዛሕትኦም ከምዚ ቅድም ኢሎም የዋህ ዝኾነ ሓታታይ ኮይኖም እዮም ዝሓቱ ነይሮም ንሳ ግን ክትወጸላ እታ ዝበለታ ነገር ነቲ ነቲ ኣይትምሕርን እያ ጎበዝ እያ ከኣ ጎበዝ እያ ብጣዕሚ በላሕ እያ ነድንቃ ኣለና ንሕና ውን ማለት እዩ ብተመሳሳሊ ምስ ህዝቢ ኤርትራ ኮነ ምስ ህግደፍ ዝግበር ርክብ ናይ ሳልሳይ ወገን ፍቓድ ኣየድልዮን ናይ ህዝቢ ትግራይን ህዝቢ ኤርትራን ፍቓድ ጥራሕ እኹል እዩ ክብል ጀነራል ክንፈ ዳኘው ተዛሪቡ። ጀነራል ክንፈ ዳኘው ምስ ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ብፍሉይ ኣብ ዝገበሮ ቃለ መሕተት ከምዝሓበሮ ፍልፍል ዓወት ዓሰርተ ሸውዓተ ዓመታት ብረታዊ ቃልሲ ህዝቢ ትግራይ ህዝባውነትን ንፁር ዕላማን እዩ ነይሩ ኢሉ። ጀነራል ክንፈ ዳኘው ወሲኹ እውን ህዝቢ ትግራይን ህዝቢ ኤርትራ ብዝኾነ ይኹን መንገዲ ክቕየር ዘይክእል ብሄራዊ መንነት ዝፈጠሮ ሓድነት እዩ ዝበለ ኮይኑ ናይ ኣሽሓት ዓመታት ታሪኽ ኣብ ዓለም ለኻዊ ምዕባለን ውድቀትን ናይ ባዕሉ ኣበርክቶ ዘለዎ ታሪኽ ዝውንኑ ከም ዝኾኑን ነዚ ድማ ብዝኾነ ይኹን ባህሪ ቀቢዕና ካብ ዝግበኦ ብልዓለ ወይ ብታሕቲ ምድማእ ኮነ ምህሳስ ከም ዘይከኣልን እዚ ከምዚ ዓይነት ባህሪ ናብ ዕላዊ ዝኾነ ፖለቲካውን ማሕበረሰባውን ዝምድና ክምለስ ከም ዘለዋን ምስ ህዝቢ ኤርትራ ኮነ ምስ ህግደፍ ዝግበር ርክብ ድማ ናይ ሳልሳይ ወገን ፍቓድ ከም ዘየድልዮን ናይ ህዝቢ ትግራይን ህዝቢ ኤርትራን ፍቓድ ጥራሕ እኹል እዩ ክብል ጀነራል ክንፈ ዳኘው ተዛሪቡ ኣሎ። እወ ኣይ ህዝቢ ንህዝቢ ንምርኻብ ናይ ካሊእ ሰብ ፍቓድ የድልዮ ኢለ ኣነ ኣይኣምንን እየ። ምኽንያቱ እቲ ህዝባዊ ርክብ ዝበሃል ብኣውርኡ ብህዝባዊ መንገዲ እንድሕር ድኣ ተኻይዱ እቶም መንግስታት ብኽልቲኡ ዘለዉ ነቲ ዘሎ ኣብ ቅድሚ ሕጂ ተፈጢሩ ተባኢሶም ተባሂልናስ ተፈጢሩ ዝነበረ ንዕኡ ነቲ ዶብ እዮም ከፊቶም ከራኽብዎ ዘለዎም እምበር ንሳቶም ማለት ነቲ ዶብ እዮም ክኸፍቱ ዘለዎም ወይ ከኣ ሕጋዊ መስርሕ ክገብርሉ ዘለዎም እምበር ክትራኸብን ዘይክትራኸብን የብልካን ኢሎም ክውስኑ የብሎምን እንተኾነ ግን እንድሕር ድኣ ብመንግስታዊ ኣካላት ኣቢሉ ዝግበር ዝኾነ ይኹን ዓይነት ርክብ ተኻይዱ ድማ ሕጋዊ መስርሕ ክኽተል ድማ እዚ ንቡር እዩ ማለት እዩ እዚ ማለት ንዓና እውን ጣጣ ሒዙልና ዘይመፅእ ጉዳይ እዩ። ህዝብታት ተዓሪቖም ኢሉ ኡይ ዝብል ሰብ እንተልዩ እውን ነቲ ኡይ ዝብል ንባዕሉ ይኹን ንኡ ምኽንያቱ ፍንጭራዕ እንዳበለ ክነብር ይኽእል እዩ እምበር ፀገም ዘለዎ ኣይኮነን። ምኽንያት ካብ ህዝብታት ንላዕሊ የለን። እንተኾይኑ ውልቀ ሰባት ጥራሕ ተይኮነስ ኩሉ ህዝባዊ ርክብ እንድሕር ድኣ ክግበር ኮይኑ ድማ ናይ ህዝቢ ምርጫ እዩ ኦፍ ኮርስ ትኽክል እዩ ማለት እዩ። ቀፀልና እሺ። ደብረፅየን ደብረፀን ደብረፅየን ናዓ ናዓ ናዓ ትጋገ ኣለኻ ዓገብ ክንብለካ ሕጂኸ ወዲ መን ክተወድእ ወዲ መን ኣብ ኩናት ክትጠብስ ንውድብካ ንስልጣንካ ክትብል ሰብ ክተጥብስ ከምኡ ድባሃል የለን። ተመለስ ተመለስ ይኣኽለካ ይኣኽለካ ምድንጋር ይኣኽለካ ቁልምጽመጽ እንታይ መሲልኩም ይሕዋት ሕጂ ድታለል ትግራዋይ ዓሻ ጥራይ ምክንያቱ እንታይ መሲልኩም ንሕወሓት ንክተድሕን ሂወትካ ክተሕልፍ ዘይከውን እዩ ዘይከውን እዩ ክትሓስቡ ኣለኩም ተጋሩ ስፔሻሊ ኣብ ዝሓለፈ ኩናት ባዕሎም ጀሚሮሞ ክንደይ መንእስያት ኣጥቢሶሞ ተረዲኹም ኣለኹም ንስልጣኖም ክብሉ ማለት ናብታ ስልጣን ናብ ኣራት ኪሎ ክምለሱ ኢሎም ክንደይ መንእሰይ ኣወዲኦሞ ኦኬ ህዝቢ ኤርትራን ህዝቢ ትግራይን መራሕቲ ሓደሽቲ መንእሰያት ጌርና ሰላም ጌርና ተነበርና እዩ ተመራጻይ በዞም ሻዕብያን ሕወሓትን ወላ ሓደ ሰላም የለን በቃ ሪኢኹም ኢኹም ነዊሕ ዓመታት ኣባኢሶምና ሕጂ ኸኣ ረይ ንስልጣኖም ክብሉ ጽምዶ ኢሎም ከዓ ጌም እዮም ዝፃወቱልና ዘለዉ ነዚኦም ስ ክነቕሓሎም ጥራይ ደላ መንእሰያት ክነቕሓሎም ኣለና ነዚኦም ክነቕሓሎም ኣለና ምስ ኤርትራ ክራኸብ እየ ሰላም ምፍጣር ሽግር የብሉን። ምስ ኤርትራ ህዝቢ ኤርትራ ምስ ህዝቢ ኤርትራ ሲኹንስ ምስ መንግስቲ ኤርትራ ሰላም ምፍጣር ምንም ሓደጋ የብሉን። እቲ ፌደራል መንግስቲ እውን ኣብዚ ጉዳይ እዚ ዝቃወም ኣይመስለንን ሓዘን ሰላም እንተኾይኑ ምስ እገለ ሓቢረን እገለ ከጥቅየ ዝበሃል ዘረባ ግን ኣይከኣልን። ፈሪምና ኢና ፕሪቶርያ ንብል ኣለና። ርክባትና ሰላማውን ሰላማውን ክንገብር ናይ ደገ ርክባትና ስሩ ፌደራል መንግስቲ ክንገብር ፈሪምና ኢና ኣነ ነገለ ነገለ የኹንኩም ፈራሚ እውን ስለ ዝነበርኩ እቲ ፊርማ እውን ይፈልጡ እንታይ ከም ዝብል ዓለም ዝፈልጦ እኮ እዩ ንእገለ ክነጥቅዕ ምስ እገለ ክንሓብር ኢና ዝበሃል ዘረባ ግን ኣይሰርሕን እዩ ኩናት ምዕዳም እዩ። ነዚ ኢና ኩሉ ስራሕና ነዚ ስግኣት ዘምቕራፍ ክነሕልፉ። ስለዚ እቲ ርክብሲ
ማለት ጸገም ዘለዎ ኣይኮነን ናይ ህዝቢ ማለት ህዝባዊ ርክብ ወይ ከኣ ሰላማዊ ርክብ ንዝብል ግን እንድሕር ደኣ መንግስቲ ብገለ ዝብል ኮይኑ ግን ጸገም ኣለዎ እዩ ምኽንያቱ ፈሪምናሉ ኢና እዩ ዝብል ዘሎ ሕጂ ካብ ሓቂ ዝመንጨወ ይዛረብ ዘሎ ኢለ እየ ክግምት ይኽእል እየ ብዛ ጉዳይ እዚኣ ኣብታ ዝዛረባ ዘሎ ምኽንያቱ እንድሕር ደኣ ንሰላም ዝፈቕደልና እንተኾይኑ፣ ክፈቕደልና ይግብኦ ኔሩ ኣፍተር ኦል ግን ንሰላም ንባዕሉስ ዘፍቅድ ተኾይኑ፣ ክሕወስ ኢየ ዝብል ተኾይኑ ናብቲ ሰላም ማለተይ እምበር ንዓና ሰላም ክትኮኑ ኣለኩም ክትኮኑ የብልኩምን ኢሉ ክዓግት ክብል ገለ ከም ህዝብታት ታይ ኢዩ ዝብሃል የብሉን ማንዴት የብሉን በቃ ናይ ህዝባ ናይ ህዝቢ ሰላም ኢዩ ህዝባዊ ሰላም ክኸውን ግዴታ ይኽእል ኢዩ ንሱ ዝብለና ዘሎ ግን ኣነ ውን ኣብቲ ናይቲ ሰላም ጉዳይ በቃ ሕውስ እየ ሰናይ ድልየተይስ ክገልፅ ይኽእል እየ እንተኢሉ ሓደ ሰብ ድማ ንሕና ኣይትገልፀን ኢኻ ክኸውን የብሉን ብኸምኡ ኣይንብልን ኢና እቲ ሕገ መስርሕ ተኸቲሉ ክኸደ ኣለዎ ነቲ ውዕል ብዘይጥሕስ መልክዕ ክኸውን ክኽእል ኣለዎ ዝብል ግን ኩላህና ንተኣማመነሉ ጉዳይስ ኦኬ ማለት እዩ ገር ቀፀልና ናብ ዓምና። ስለዚ ህዝቢ ትግራይ ምስ ህዝቢ ኤርትራ ሰላም ክነብር እዩ ማለት ህዝቢ ትግራይስ ምስ ህዝቢ ኤርትራ ህዝቢ ትግራይስ ምስ ህዝቢ ኤርትራ ኮይኑ ንኻሊኡ ክወግእ እዩ ማለት ኣይኮነን። ህዝቢ ትግራይ ምስ ህዝቢ ኤርትራ ብሰላም ክነብር ኣለዎ ማለት ህዝቢ ትግራይ ምስ ህዝቢ ኤርትራ ይኹን ምስ ካሊእ ህዝብታት ብሰላም ክነብር ኣለዎ ማለት እዩ። ሰላም ብሕርያስ ንዝኾነ ኣካል ጥራሕ መሪፅካ ትገብሮን ሰላም እየ ዝደሊ እንተልካስ ምስ ኩሉ ኢኻ ሰላም እትደሊ መሪጽካ ኣይኮንካን ክትገብሮ ዘለካ ምስ ኩሉ ኢካ ክትገብሮ ዘለካ እሞ ንሕና እንታይ ደልና ኢና ኣነ በዓል ንሕና ሕጂስ እንታይ ኢና ንብል ዘለና እማ ኣብዚ ጉዳይ እዚ ብዙሓት ሰባት ትሰምዑና ደለኹምን ክሳብ ሕጂ እንታይ ኢለ ሕጂ ኣነ ማለት እዩ መሪጽኩም ምሳይ ትግበርዎ ናብ ሓደ ገጽ ኣይኮነን ምስቲ ንነዊሕ ዓመት ተባኢስናዮ ዝጸናሕና ህዝቢ ሓውና ህዝቢ ኤርትራ ሰላም ምግባር ኣድላይ እዩ ብከምኡ ውን ድማ ሱቕ ኢልካ ማለት እዩ እንድሕር ደኣ ጌሩኒ ከምዚ በዲሉኒ ኔሩ ተኮይኑ ክልቲኦም በዲሎምና ኣለዉ በቃ እቲ ዝኸፈኤ ነገር ኣውጺሖምልና ኣለዉ እዮም ኦሬዲ ንሕና ግን ንሕና ካብኡ ነገር ክንወጽእ ክንክእል ኣለና ጸላእ ዘይኮነስ ፈታዊ ክነብዝሕ ኣለና ክባ ዘይኮነስ ራህዋ ዝተኸፈተ ብኹሉ ሰሪሕና ንበልዓሉ ዕድላት ክምችወና ክማቻቸወልና ክኽእል ኣለዎ ክንብል እንተለና ድልድል ኮይንኩም ነቲ ሰላም ውን ክነዘርግሖ ንሕና ማለት እዩ። ከይዱ ከይዱ እኮ ምስ ህዝቢ ኤርትራ ርክብ ክንገብር እና ክንብል ከልና ካብ ህዝቢ ኤርትራ ባዕሉ ከኣ ቀጺሉ ካባና ሓሊፉ እውን ምስ ህዝቢ ኢትዮጵያ ክገብር ርክብ ድሌት ዝህልዎ ኣካል ክህሉ እዩ ማለት እዩ። ስለዚ ንሕና ከምዚ ዓይነት ሰላማት ድልድላት ኮይና እውን ብሱሩ በቲ ኣቀማምጣ ጂኦግራፊ እውን ከምኡ ስለዝኾንና ንሓበራዊ ሰላም ነታ ነታ ገዶቦና ጥራሕ እኳ ተኾይንና ምስቶም ካልኦት እውን ሰላም እዩ ክህልወና ዝብል ርእይቶ እንድዩ ዘለና። ናይ ካብ ሰላም ወጻእ ዶ ካሊእ ነገር ተዘምር ኢኻ ማለት እዩ። ካሊእ ነገር እኮ ሒዙ ዝመጽእ ተኾይኑ ንሰላም መሲሉ ኮሓልያ መሲለንስ መንቆሮ ዝብል ዓይነት ኣበሃህላ ተኾይኑ ግን እቲ ሰላም ጣጣ ሒዙ ዝመጽእ እንድሕር ኮይኑ ክተርፍ እውን ኣለዎ እንተኾይኑ ክተርፍ ኣለዎ ምባል ነውሪ ኣይኮነን። ምክንያቱ ፍጹም True Genuine ዝኾነ ነገር ናይ ሰላም ነገር ተዘይሪኢኻሉ ማለት እዩ። እሺ ንጌቾ ልኣኽሉ ይብለና ኣሎ። ትግራይ የፌዴሬሽን ኣካል ናት ይብል። ትግራይ ናይ ፌዴሬሽን ኣካል ከምዘይኮነት ካብ ቤት ምኽሪ ኣውፅኦም ካብ ፌዴሬሽን ኣውፅኦም ካብ ናይ ፌዴራል ትካላት ኣውፅኦም ከምዚ ገይሮም ጨፍጭፎማ ኣይኮነን ዘሎ ከምዚ ዝበለ ብዕራይ ብዕራይ እየ ዝብል ሕዝቡ ንምንታይ በልካዮ ኢልኩም ንዕሞ ተማጎትን ናይ እንስሳ ናይ ብዕራይ ትርጉም ደንብ ገይረ ከምቶም ዝበልኩኹም ቶም ኣብዑር ቶም ኣር ዝፈልጦም ምስኦም ኣመሳሲለ ክነግረኩም እዚ እዩ ኣታ ዘፅረፎ እንዶ ገለ ዝብል ሰብ እውን ይዛር ኣነ ይፀርፎም ዘለኹ ሽሙ እየ ዝፅውዖ ዘለኹ ግን መንእሰይ ተጠንቀቕ ቶም ትግርኛ ዝዛረቦ ዛብእ ብደንቢ ጌርካ ፍለዮም በሃሊ እያ። እቶም ትግርኛ ንዛረብ ኣዛብእ ብደንቢ ጌርኩም ፍለዩና እያ ክትኮን ዘለዋ እታ ዘረባ ሓጻር እያ ማለት እዩ ን ሳልሳይ መደብ ወይ ከኣ ሰርድ ፐርሰን ዘይ ኢልካ ጥራሕ ጸዊዕካዮም ወይ ከኣ ንዖም ሪፈር ትገብር ኣይኮነትን እቶም ትግርኛ ንዛረብ ዘለና ኣዛብእ ብደንቢ ጌርኩም ፍለዩና ምኽንያቱ ዝብኢ ዓድናን ዝብኢ ጓናን ሓደ እዮም ክበልዑና እንተለዉ ብፍላይ በቃ ዝብኢ ዓድኻ ይብላዕኻ ዝብሃል ሎሚ ተሪፉ እዩ። ሃይለ ንጌታቸው ረዳ ማለት ኩሉ ግዜ ክፃረፍ እንተሎ ብዕራይ ዝብል ኣምርካ ትክክል ኣይኮነን ኢልናዮ ሕጂ እውን ብዕራይ ኢልካ ትፃረፍ እንተሊእካ ተኮሪካ ገለገለ መፅእ ከረደእኩም እየ ከመይ ብዕራይ ምኳኑ እንተትፅመዱ ክልታኩም ኢኩም ክትፅመዱ ነይርኩም ምናልባት ንስካ እውን ስፖርት ትሰርሕ ነይርካ ቀደም እንዳ ጌች ኢሎምካ ማለት እዩ ሽረ ስለዚ ኣብዲካ ትሰርሕ ነይርካ ወዲ ኣባጉና እንዲካ ወዲ ዓደ ኢካ ኢሎምካ ማለት እዩ እንድሕር ከምኡ ኮይኑ ሓቢርኩም ሓቢርና ኢና ክንፀምደኩም ማለት እዩ ካልኣይ ከዓ ተይተቃለስኩም ንስካትኩም ኮምዚ ትገብሩ ነበርኩም ንሕና ኮምዚ ኢልና ገለ ገለ ሓደ ማንም ኣይተቃለሰን ኣብ ኣዲስ ኣበባ ኮይኖም ዝዛረቡ ዓንገርገርገርገር በቃ ቀውጢ መጽዩ። ሃይ ለም ምንታይ ተቃሊስካ ንስካ ንስካስ ኣበየናይ ቃልሲ ተቃሊስካ ሕጂ እስኪ ኣበየናይ ኣበየናይ ዓውደ ውግእ ካብቱ ካባካ ንሕና ኢና ተቃሊስና ንብሃል ንሕና። ካባና ድማ እቶም ብረት ሒዞም ፊት ንፊት ኣብኡ ኣብቲ ቦታ ኣብቲ ዓውደ ውግእውን ተረኺቦም ዝተቓለሱ ተቓሊሶም ይበሃሉ። ካብኣቶም ቀጺልና ግን ንሕና ኢና። ኣበይ ኔርካ ንስኻ? እንታይ እንታይ ይበሃል ኔሩ? እሰርዎም እንትበሃል ተሎ ኣበይ እንታይ እንታይ ንስኻ ሕጂስ እንታይ ትፈልጥ ስለ ዝኾንካ ኢኻ ከምዚ ዓይነት ታእዩ ዝበሃል ኣለኒ ኣነ ዝሓለፍኩ እየ ነታ ዓዲውን ክውለደላ ከለኹ ናተይ ዕትብትን መድሓንትን ንበይኑ እዩ ፍሉዩ በቃ ከምዚ ዓይነት ብድዐ ንዕቀት ገለ ገለ ዝብሃል ማለት እዩ ሓደ ምሁር ተኾይኑ ሰብ ንምሁር ኣይጻረፍን ኣነ ሕጂ ሓደ ዓብዪ ምሁር እንድሕር ኮይኑ ሓሳቡ ተጋግዩ ነቲ ጌግኡ እየ ዝእርሞ እምበር ብዕራይ ክብል ኣይክእልን ንስኻ ሕጂ ብዕራይ ኢልካ ስለ ዝተጻረፍካ ኣዝሎንጋኣዝ ንኻልኦት ስለ ዘየኽበርካን ንዓኻ ተጸሪፍናካ ሕጂ ካብ መንና ወሪስናዮ እቲ ባህሊ ካባና ካብ ዓብዪ ሓውና ማለት እዩ ስለዚ በጊዕ ገለ ኢልና ክንጻረፍ ክንጀምር ማለት እዩ ብትምህርቲ እውን እንተኾይንካ ድማ እኮ ማለት እዩ ተኾይንካ ጸላኢኡ፣ ፈታዊኡ፣ ቀራቢኡ፣ ረሓቒኡ ዝምስክረሉ ሰብ'ዩ፣ ዋላ እንዳጸላእካዮ እንተለኻ ኣዝዩ ምሁርን በሊሕን ዝኾነ ኣተሓሳስባ፣ ኣእምሮ ስለ ዘይብልካ፣ ክትጥቀመሉ ድሌት ስለ ዘይብልካ፣ ከምኡ ከኣ ምሁር ትጸልእ ስለ ዝኾንካ፣ ንምንታይ ከምዚ ብቐርኒ ኢኻ ትሕዝ ንስኻ ንጉዳይ ማለት ንነገር ብቐርኑ ኢኻ ትሕዞ፣ ካብ ሱሩ ኣይኮንካን ትፈልጦ፣ ስለዚ ብቐርኒ ዝሕዝ ሰብ ድማ ኩሉ ግዜ ነዞም ኮምዚ መሰረታዊ ለውጢ ዝብሃል ዳይናሚክ ቸንጅ ኢሎም ዝጽውዕዎ ማለት እዩ ራዲካል ቸንጅ ኢሎም ዝጽውዕዎ እቶም ጻዓዱ ከምኡ ዓይነት ለውጢ ንዘምጹ ሰባት ብጣዕሚ እዮም ዝጸልእዎ ኣተሓሳስብኦም ማች ኣይገብርን እዩ ስለዚ ርግጸኛ እየ ንስኻ ኮፍ ኢልካ ምስኡ እንተትእከብ እቲ ኣኼባ ንባዕሉ ኣይምጻሓፍካዮን መእተዊ ንባዕሉ መደረ ክትገብር ኣይምኻኣልካን ምንም ምንም ምንም ኣብቲ ናቱ ቦታ ማለት እዩ ኣነ እኮ ኮምዚ ኢለ እየ ሙሁር እኮ እየ ዝዛረቦ ዘለኹ ዩትዩበር ኣይኮንኩን ኣብ ዓብይ ሚድያ ሳተላይት ኣለኒ ዩትዩበር ኢኻ በቃ ምንም እተፈልየ ነገር የብሉን ንስኻ ዩትዩበር ኢኻ ዓብይ ሚድያ እንተለካ ውን ንሱ ውን ሚድያ እዩ በቃ ኣብኡ እዩ ዝምደብ ሳሳ ኣኸለ ንስኻ ሚድያ ኢኻ ሓሙሽተ ሽሕን ልዕሊኡን ሰብ ዘለዎ ሰብ ሚድያ እዩ በቃ ከምዚ ጌሮም ኣዕጺኦምኒ ገለ ገለ ትብለይ ነበርካ ናብ ዩትዩብ ተንጸርጽር እኮ ኔርካ ቅድሚ ዝኾነ ዓመት ማለት ዝኾነ ኣዋርሓት ገለ በቃ ብጣዕሚ ምሽ ትሻገር ኔርካ ገለ ሽዑ እኮ ስለ ዘድልየካ ማለት እዩ ሓበሬታኻ ብኡ ስለ ተመሓላልፍ ማለት እዩ ብኡ ኢና ንረኽበካ ብኡ ኢና ክንሰምዓካ ክንሰምዓካ እንተለና ግን ስነ ስርዓትም ባህልን ወግዕን ኣናባብራን ሞራልን ናይ ሓደ ህዝቢ ክትንከባኸብ ክትክእል ግዴታ ኣለካ ማለት እዩ ግዴታ ኣለካ ስለ ስኢካ ስለ ትጻረፍ ዘለኻ እየ ከምኡ ኢለካ ብቀዳማይ ነጊሮምኻ ኔሮም ተማሂርካ ኔርካ ለምቅነ ካብ ዳሕራይ ከኣ ንእሽለይ ስታሊንን ናቲን ማለት እዩ ናትናኤል ዝብሃል ኣሎ ሓደ ሓሳዊ ምስኡ ንሱ ንዓኻ ከምዚ ክብለካ ምስ ጀመረ ከኣ ብኡ ጀሚረ ናኻ ተን ዛርቲ ሓደ እዩ እቲ ውቃበኹም ማለት እዩ ኩላኹም ዕብድብድ እዩ ዘብለኩም ጸበል እንዳ ኣባ ገሪማ ዝበልዕስ በዓል ይላፋለፍ ዝብሃል ምስላ ኣብዚ ኣሎ ስምዓዮ ኣብዚ የለካ እዚ ሕጂ ነዚ እዩ ብቀዳማይ ከምዚ ከምዚ ጌሩ ይሰርቅ ገለ ይብሎ ኔሩ ግን እቲ ሓቂ ኣብዚኣ እያ ዘላ። ጌታቸው እውን ኣብዚ ብናቶም ብኮነሬል ተወልደ ኣበሃላ ንጌታቸው እውን ኣብዚ ተታሊሎም ድዮም ወይስ ኣነ እንታይ እዩ?
ኣነ ንጌታቸው ጌታቸው ናይ ትግራይ ሃብቲ እዩ ናይ ትግራይ ዓቕሚ እዩ ናይ ጌታቸው ጭንቅላት ኣነ ይፈትዎ እየ ልዕሊ ኩሉ ይደልየ እየ ኣብ ናይ ማእኸላይ ኮሚቴ ነቐፌታ እውን ጌታቸው ዘለዎ ጭንቅላት ብኣግባቡ ንትግራይ ክውዕል እንተ- ተኽኢሉ ሃፍቲ እዩ ኢለ እየ ጌታቸው ዘማዕበሎ ባህሊ ግን ሓደገኛ እዩ ግን ሓደገኛ እዩ ኣትይዎ ዘሎ ሰርክል ሓደገኛ እዩ ኣማዕቢልዎ ዘሎ ባህልን ሒዝዎ ዘሎ ኣትይዎ ዘሎ ሰርክልን ሒዙ እንተቐፂሉ ትግራይ ኩዒቱ ቀብራ ኢለ እየ ዓቕሙ ግን ናይ ጌታቸው ልዕሊ ኩሉ ይፈልጠ ኣባኸባ ድዮም ሃምዚ ኢሎም
ጌታቸው ዘለዎ እዩ ተዛሪበ ስለዚ እዞም ተጋዳላይ ይገልጾ እየ ዓቕሙ ይፈልጦ እየ እንተተጠቒምናሉ ጽቡቕ እዩ እቲ ሕጂ ሒዝዎ ዘሎ ኣካይዳ ግን ኣይጠቕሞን እዮም ኢሎም ተዛሪቦም ዓቕሚ ከም ዘለዎ ዓብዪ ፍልጠት ዘለዎ ሰብ ከም ምዃኑ ማለት ዓቕሚ ዘለዎ ሰብ ከም ምዃኑ ይገልጹ ኣለዉ ሕጂ ከ እንታይ ትብል እ የብሉን ሓሱ እዩ በል መሊስካ ነዚ ኣይትብሎን ሕጂ ከምኡ ሓሱ ኣይትብልን ንኮሎኔል ማለት ብዝኾነ እሺ ትግራይ ኣካል ኢትዮጵያ እያ ካብኡ ክሻዕ ዘይወፀት ዝግበሩ ዘይሕጋዊ ርክባት ወንጀል እዮም ጥራሕ ዘይኮነስ ክሕደት እውን እዮም። እቶም ፅምዶ ፈጢሮም ዝብሉ ዘለዉ ኣካላት ትግራይ ንኸጥፍኡ እቲ ተሪፉና ዘሎ መንእሰይ ሕዚ እውን ክወስዱልና ከጥፍኡልና እንተዘይኮይኖም ናይ ትግራይ ህዝቢ ኣጀንዳ ክምልሱ ዝኽእሉ ኣካላት ኣይኮኑን። እዚ ብተደጋጋሚ ኣረጋጊፆምልና። ሐራይ መን እዩ ክምልሰልና ዝኽእል ማለት እዩ ንዓቶም ኣነ ይድግፎም ኣያለኹን ሕጂ እቲ ፅምዶ ገለ ገለ ዝብልዎ ዘለዉ ኣካይዳ ንሕና ብትሪ ኢና ንቃወሞ ኢኻ ትብል ዘለኻ ማለት እዩ ሐራይ ማለት ንሳቶም ኦፍሻሊ ከምዚ ንሕና ንፃመድ ኣለና ኢሎም ዝገለፅዎ ሓሳብ የለን ክሳብ ሕጂ ዋላ ብዝኾነ ይኹን መዳይ ማለት እዩ ኣይገለፁን ዘለዉ ሰናይ ትምኒቶም ገሊጾም ጽምብል እንኳዕ ኣብጽሓና ኢሎም ገለ ገለ ዝብል እዚ ንባዕሉ ማለት እዩ ንሳቶም ክገልጽዎ ኣይደለዩን ክገልጽዎ ኣይከኣሉን ወይ ከኣ እንድሕር ደኣ ውሽጢ ምስጢር ኣልዩ ኮይኑ ከኣ ዘይፈለጥናዮ ንሕና ኣይንፈልጦን ዘለና ኢልና ንሕሰብ ደሓን pretend for five minutes that I'm an idiot ኢሉ ማለት እንታይ ኣነሲ ንሓሙሽተ ደቂቃ ከም ዓሻ ኢልካ ሕሰበኒ እሞ ሽግር የብሉን ከምኡ ክተረድእኒ እንድሕር ኮንካ ይገብሮ ኣሎ እም ውሽጣ ውሽጢ ክኸውን ይኽእሉ እዩ ገለ ገለ ዝብል ነገር ክህሉ ይኽእል እዩ ማለት እዚ ግን ግምታዊ እንድዩ ኦፊሻሊ ሓደ ሰብ ተዘይተዛሪበሉ ኣይተዛረበሉን ካልኣይ ከኣ ዘንጸርጽር ዘጉርዕ ውን ከምዚ ዓይነት ሓሳባት የብሉን ማለት እዩ ካልኣይ መበል ሳልሳይ ድማ ንሕና ሕቶታት ኣለና ኣብቲ ሕቶታት ምምላስ ተሰሪሕኹም ናብ ከምዚ ዓይነት ነገር ክኸዱ እንተለዉ ንሕና ውን ማለት እዩ መናእሰይ ዘለና ከምዚ ነገር ከይመጽእ ኣቀዲምና ክንጠናቀቅ ወይ ከኣ ክንረዳዳእ ንኽእል ኔርና ኢና። መዓት ስደተኛ ፈቐዶ ካምፕ ኣሎ፣ መዓት ጽጉም፣ ዝጠመየ፣ ዘኽቲሙ ሰብ ወዲ ሰብ ኣብ ኬንዳ እንዳሓደረ እንተሎ ግን ማለት ኢዩ ነዚ ብዛዕባ እዚ እንትኾን ተሎ ዝውጋዕ ወግዒ ወይካ ኣይትሰምዕን ካልኣይ ከኣ ከምዚታት ነገር ንእሽትለይ ክንቀሳቐሱ ጀሚሮም ገለ እንትበሃል ተሎ ውጭወጭ እንድሕር ኮይኑ ዋጭዋጭ ኢልካ ምትራፍ ኢዩ ማለት ኢዩ። ስለዚ እቲ ነገራት እዚ ንሕና ከም ህዝቢ ንባዕሉ ህዝቢ ትግራይ ንባዕሉስ፣ ካብ ቁፅፅሩ ወፃኢ ይኾን ኣሎ ማለት እዩ። ክቆፃፀሮስ ኣይክእልን ዘሎ ኣይፈልጥን እያ ዘሎ እንታይ እንታይ ይግበር ኣሎ ዝብሃል ሓበሬታ የለን ሰለስተ ዓመት ክልተ ዓመት ግን እሞ ሰለስተ ዝናብ ሰለስተ ክረምቲ ሕጂ መበረቕዒ ክረምቲ ሙሉእ ግን ኣብ ልዕሊ ስደተኛታት ክረምቲ ይሓልፍ ኣሎ ማለት እዩ ገዝኦም ማይ መሊእዎ ኬንዳ ሰፈፍ እንዳበለ ግን ንርኢ ኣለና ማለት እዩ ስለዚ ነዚ ነገር እዚ ዘይትእከቡ እንድሕር ኮይንኩም ዋላ ንእከብ ኢና ትብሉ ኣብ ኣዲስ ኣበባ ኩኑ ኣብ መቐለ ኩኑ ኣብ ወፃእ ኩኑ ኣብ ኣስመራ ክይዱ ማለት እዩ ዋላ ሓንቲ ለውጢ የብሉን ኣብዚ ፍታሕ እዚ ፍታሕ ከምፅእ ዝኽእል እንኮ ናይ ድሕሪ እቲ መንእሰይ ተቓሊሱ ዘምፅኦ መፍትሒ ውዕል ነይሩ ነቲ ውዕል ኢንሲስት ጌርካ ማለት እዩ ብጥቡቕ ሒዝካ ዝፈፀምካዮም እንዳፈፀምካ ዘይፈፀምካዮም ድማ ተስማዕሚዕኻ ነንባዕልኻ ውህደት ፈጢርካ ሓደ ግንባር ፈጢርካ ኣብ ምጥራዕ ወይ ከዓ ሙሉእ መዓልቲ ነዚኦም ኩሉ ግዜ ኮንቲኔስሊ ቀዋሚ ብዝኾነ ጎስጓስ ኣብ ክንዲ ምክያድ ሓሙሽተ ሽዱሽተ ኮይንኩም ተማቂልኩም ንዓዲ ተብልዕዋ ዘለኹም ተወለድቲ ተጋሩ ውን ስለ ዘለኹም ንሬእኩም ስለ ዘለና ማለት እዩ ብናይ መን ግዜ ድዩ እቲ ኩለይ ተኹሲ ኔሩ ብናይ ባዕልኻ እንድዩ ሕጂ ንስኻ መን ኢኻ ዶክተር ኣብርሃም በላይ ትብሃል ማለት እዩ ሓዱሽ ሰብ ኮይንኩም ክትመጹና ኣይኮናን ንደሊ ንሕና መጀመርያ ባህግና ሰላም እዩ ሰላም እዩ ዝጠቅም ሰላም እዩ ማዕዶ ዘሻግር ኩናት ኣብ መንገዲ እዩ ዘትርፍ ባርነትን ኩናትን ማዕረ ኢና ንሪኦም ዝተታኾስና ዝተዋጋእና ዝተራፀምና ናይ ድሮን ዓረር ዝበና ዘዝሐልና ናይ ዓዲ ሙሉእ ተኹሲ ክፈስስ ዝፈቐድና ባርነት ንምዕዳግ ዘይኮነ ንመሰረታዊ መሰላትናን ክብርታትናን እዩ። ነዚኣ እያ እዚ ትኽክል እዩ ማለት እዩ ሰላም እዩ ዓዲ ዘንብር። ሰላም ዩ ዓዲ ዘሰጋግር ኩናት ዋላ ሓንቲ ለውጢ የብሉን ማለት ትኽክል። እዛ ጽምዶ እዚኣ ጽምዶ ሰላም ድያ? እንታይ እንተይተጻመዱ ናዘለሉ ምስ ጀኖሳይደርስ ጽምዶ ምፍጣር ብጣዕሚ መሕፈሪ እዩ። ልዕሊ ኩሉ ግን ዘሕፍር ኮይኑ ዘሎ ሕዚ ክልቲኦም ንክልቲኦም ጀኖሳይደርስ ናይ ጀኖሳይድ ገበናቶም የቃልለሎም ይውዕሉ ንርኢ ኣለና። መን እዮም እዞም እዞም ቆልዑ እቶም ከይዶም ግዛዕ ምጽኣት ኣትዮም ወጺኦም ዝበሃሉ ዘለዉ ቆልዑ ታዎት እዮም ዝስርዉ ብሂወት ደቀይ ብዕጫ ደቀይ ውልቀ ሰባት እሞ ድማ ኣውዚ እተው ዘይብሃል ሓሳብ ዘይብሎም ሰባት ክውስኑልካ ምርኣይ ክንደይናይ መሕፈሪ ክንደይናይ መሕዘኒ እውን መሕረቒ እውን ክኸውን ከም ዝኽእል እዮ ትግራይ እየ ዝርኢ ዘለኹ። ሐራይ እንድሕር ንስኻ ክትውስን ዘይትኽእል እንተኾይንካ እቶም ህፃውንቲ ቆልዑ ክቅፅሉ እዮም ንምንታይ ፈጣሪ ፈጢሩ ንሰይጣውንቲ ተሓቢእዎም ሰይጣን ከዓ እንተላዕለ ብ ልዕሊኡ የለን እዮም ዝብሉ ወለድና እንትነግሩና ወይ ከዓ መምህራንና ብታሕቲ ከዓ ዘለዉ ንሱ ዝመርሖም እዮም ነይሮም ስለዚ ኣነ ፈጢረኩም ኢሉ ከምኡ እዩ ዝመፅእ እንድሕር ድኣ ኣሊኻ ኮይንካ ኣነ እየ ዝሓዝኩ ትብል ተኾይንካ እስከ ምጻእ ሓሳብ። ተዘይ ኮይኑ ግን ኮምዚ ገበርኩምና ቆልዑ እባ ኮምዚ ይበሉና ገለ ገለ እባ በሉ ቆልዑ እዮም ኢልካ ክንደይ ማለት እዚ ንልፍዓተይ ተስፋ ገለ ገለ ምዃኑ እንድዩ ይርደኣኒ እኮ እዩ እቲ ተኣሽሙርኩም እንታይ ኣሽምበያ ዶ ኮምዚ ዓይነት ነገር ክንደይ ዲጋኦት ጌርና ንረክብስ ኦኬ ግን ቀጽል በቃ ደሓን ዳቀጸልና። ንበር ኢሉ ሓንሳብ ዝገለጾ ህወሓት ነቲ ሰራዊት ሰዲዱ ክብሩ ዝገሃሶ ህዝቢ ትግራይ፣ ነዚ ህግደፍ ስርዓት ዘይፈቱ ሊሂቅ ምልስላስ እዩ ዝስራሕ ዘሎ። ማለት ከምቲ ናይ ቐደሙ ኣፍቲ ናይ ቐደም ንዕቀቱ ድዩ እኒኦ ምባል ዝከኣል? ህዝቢ ትግራይ ናትና ህዝቢ እዩ ድዩ እኒኦ ኢልካ ዲኻ ክሳቶም። ሕቶ ትሓትት ሕጂ? ኣታ ኣጆዃ'ዶ ብርትዕ በል ታይ ከምቲ ናይ ቀደሙ ድዩ እኒኦ ኢልካ'ዶ ምሕታት ይከኣል? እህ ን ን ኸምኡ ኣይኮነን እቲ ሕቶ ከምቲ ናይ ቀደሙ ድዩ ዘሎስ ወይስ ብሓዱሽ መንገዲ? እዚ እዚ ከምቲ ናይ ቀደሙ ደይኮነን እዩ ዘሎ። እዚ እዚ ድማ ሓዱሽ ነጥቢ ወይ ከኣ ሓዱሽ ለውጢ ዝመጸ ግዝያዊ ምምሕያሽ ደይኮነን እዩ። ንምንታይ ንስኻትኩም ብኸምዚ መንገዲ ዘይትርእይዎ ኢልካ እዩ ዝሕተት። ኣው ወዳኢተ ማለት እዩ እም ርእሲት። Let's go እስኪ ንቐጽል በሉ ኣብቲ ቀጺሉ ዘሎ ንርኣዮ። ብሓባር ክንሰርሕ ኢና ክብል ሞራል ይህቡ። ህዝቢ መሪሑ ካብ ፅንተት ከድሕን ዘይከኣለ ኩሉሻዕ ተገራሂን ተገሪሁን ንህዝቢ ዘገርህን ስርዓት እዩ። ንሕና እውን ንዓኹም ወሪርና ምፅናትና ንስኹም እውን ምብራስኩም ግቡእ ነገር እዩ። ድሕሪ ደጊም ግን ሱቕ ኢልና ንቐጽል ንቕድሚት። ምስ ብልጽግና ምሕባርናስ ጽቡቕ ነገር ዝነበሮ ኣይነበሮንኳ ኢሉስ ክገልጽ ኣይከኣልን። ምኽንያቱ ውጽኢቱ ህዝቢ ትግራይ ምጥፋእ እዩ እምበር ካልእ እዙይ ዝበሃል ዘሳኽዕዎ ነገር ኣይረኣናን። ሰራዊት ሻዕቢያ ክወጽኢ ዘይኮነስ ብሕጂ እውን ብስትራቴጂ መልክዕ ዝተጸንዑ ቦታታት ምስ ሰራዊት ትግራይ ኮይኑ ክሕዞም ዝተዳለወሎም ቦታታት ኣለዉ። እቲ ህዝቢ እንታይ ዓይነት ኣረኣእያ ስለዘለዎም እዩ ማለት ከም ውድብ ህወሓት ከምዚ ዓይነት ምንቅስቓሳት ክገብሩ ከለዉ። ንህዝቦም ኣብ ባዴላ ኣቐሚጦም እዮም። ገበናት ናይ ግዳማውያን ሓይልታት ንክሓፁ ላዕልን ታሕትን ዝብሉ ዘለዉ። ህዝቢ ትግራይ ን።
እሺ
እዚ እንታይ እዩ ዝብል ኣብዚ እኒሀ ኣብዚ እኒሀ ኣዳጉራ ዝመሰለ ህዝቢ ሰብ። ኤርትራ ሰላም ክረክብ ኣለዎ ካብኡ ሓሊፉ ህወሓትን ሻዕብያን ናብቲ ናይ ቀደም ዝነበረ ርክቦም ተመሊሶም ኢትዮጵያ ከመሓድርዋን ክገዝእዋን ንሱ እዩ ናተይ ድሌት። ካብ መዓዝ ንደሓር እዩ ናትካ ሕልሚ ከምዚ ኮይኑ? ወሽላኽ ሓሳዊ ደኣ ኮይንካ እምበር ንስኻስ ኣብ ዝኾነ እዋን ኣብ ናይ ኣርኣያ ተስፋማርያም እንታይ እዩ ዝበሃል ቀይሕ መስመር ዶ ገለ ገለ ዝበሃል ኣብኡ ኣቲኻ ዶ ኢንተርቪው ትገብር ኣይነበርካን ኣብ ፋና ተለቪዥን ንስኻ ትግራይ ሓደ ተቃላሳይ የብላን ወዲኦም እዮም ባዲዎም እዮም ናይ ሓሶት እዩ እንዳ እናሓጉኡ እንዳ ሓትንኡ ከይዱ ደኣ ብረት የዋጣውጦ ክህሉ ይኽእል ወይ ከዓ ኣብኡ ተሓቢኡ እምበር ገለ ከምኡ ኢልካ እኳ ከመይ ኢሉ እዩ ዝመጸልኩም ኣንታ ወደይ ትሕሰት ወደይ ብሱር በስመኣም ናዚኣትኩምሰ ንበይኑ እዩ እሺ ሃለቃ ጸጋይ እዚኦም ቁኑዕ እዮም ኔሮም እዩ ዝባሃል እዚኦም። ኢትዮጵያ ሕዚ ኢትዮጵያ ክተማሓድር ኢኻ እንተዝባሃል ኣነ ርግፀኛ እየ ኤርትራ ነፃነት ዝባሃል ከም ሓንቲ ክፍለ ሃገር ወይ ከም ሓንቲ ክልል ክገብራ ይኽእል ከም ዝነበረ ኣነ ይጠራጠር ከፍቲ ዝብለና ዝነበረ ማለት እዩ ካብኡ ንሕና እቲ ዝነበረ ናይ ኢትዮጵያ ስርዓት እንተኣሽመን ግን ኤርትራ ከም ኤርትራ ነፃ ሃገር እያ ንሕና እውን ነጻ ዓዲ ኢና፣ ህጋዊ ብዝኾነ መንገዲ ንናይ ክልቲኦም ነጻ ዓድታት ከም ኣሕዋት ኢና፣ ከም ኣሕዋት መጠን ግን እቲ ንኽተል ኣግባብ ግን ከም ናይ ክልተ ዓዲ ነጻነት ይኹን። ኤርትራ ላይ ህጋዊና ተመጣጣኝ ርምጃ ሊወሰድ ይገባል ሲሉ የኢትዮጵያ ምሁራኖች ጠየቁ። ስለዚ ኣብዚ ዘሎ ኣብዚ ዘሎ ካልእ ሰብኣይ ከኣ ምሁር እዮም ገለ ዝበሃሉ ማለት እዩ።

ንባዕሎም ይኣትውን እምበር ከምኡ ኢልኩም ወሲንኩም ኪዱ ኪዱ ዝብል ሙሉእ እዩ ኣብዚ ዓድና ማለት እዩ ኪዱ እቶ ገለ በሎ በሎ በሎ ገለ ዝብል ማለት እዩ ሙሉእ እዩ ንባዕሉ ዝኣተዋለ ሓደ የለን ዳሕራይ እዞም ኣቦና እዚኦም ማለት ዓብዪ እዮም ካልኣይ ከዓ ሓቅን ሓሶትን ክልቲኡ ይደባልቑ እዮም ማለት ከምዚ እንታይ እንተበልኩኹም ፅቡቕ መሲልኩም ዓብዪ ኣቦ እዮም መምህር እዮም ይዝምሩ እዮም ካህን እዮም ንዓበይተይ ትዝለፍ ኢልኩምኒ ትኽክል ኢኹም ክዘልፍ ደልየ ኣይኮንኩን ኣነ ውን ኣምጽኤዮም ዘለኹ ንዓብዪ ምዝላፍ ነውሪ እዩ ግን እንተኾነ ሓደ ሓደ ግዜ ሱቕ ኢሎም ከምዚ ቀደምሲ ኣስተናግርዲ ኣቡሾ ዝበሃል ነገር ኣሎ ንዕኡ ሰትዮም ትምህርቲ ክግለጸልና እዩ ዝበሉ ብዙሓት ሰባት ስለዝህልው ንሱ ሰትዩ እንተሎ ሓደ ሓደ ግዜ ሕልንኦም ዝዋቕዖም ሰባት ኣለው በቃ ትዛረቦ ዘይፈልጦ ንኣብነት ዝኾነ ዝኾነ ጥቕሲ ናይ መጽሓፍ ቅዱስ ኮይጠቕሱ እዮም ማለት እዩ ማቴዎስ ማርቆስ ከምዚ ኢሉ ገለ ኣካረ ኢየሱስ ኮምዚ ይብል ነሩ ገለ ገለ ኢሎም ይሓዋውስዎ እዮም ግን ቁጽሪ ክንደይ ምዕራፍ ክንደይ ክትብሎም እንከለኻ ንእሽትለይ ሽዑ ኣብ ቁጽሪ የለውን እቲ ቁጽርታት ኣየምጹልኩምን እንታይ ደኣ ከምዚ ያታ ፎክቶር ፎክቴልስ ነበረያ ነበረ ከምታት ዓይነት ገለ ምሽ ኣሎ ንዕኡ ዝኸውን ወግዒ ሒዞም እዮም ወጹ ሕጂ እዞም ኣቦ ውን ከምኡ እዮም ኣብ ካሊእ ሚድያ እየ እምበር ኣብቲ ሕጂ ዘሎ እዛረቦ ዘሎ ኣይኮንኩን ግን ንስማዕ እዮም ንምኳኑ ታይ ይበሃል ነይሩ ዝብል ነቶም ዓዲ ውን ኣኪቦም የስሕቅዎም ኣለው ከምዙይ ክብል ነይርዎ ድዩ ቀሺ ውን ብስሩ ገና እዩ ተንኮል ሳቶም እዮም ዝወፁ ግን እግዚኣብሔር ፈሊጡ ግን መጀመርያ መቀለ ደርፊ መፅኡ ነይሩ ታልብል ደርፊ ወያነ ኣዲስ ኣበባ እናሃለው ንግፍ ንግፍ ንግፍ ዝብል ደርፊ መፅኡ ድሕሮ ወያነ ተደጊፎም መፅኦም ናብ ምዜ ድሕሮ ሃምኣ ድሕሮ ሌላ ሓደ ደራፊ እንታይ ኢሉ እምበይተይ እምበይተይ በለ እምበይተይ ምብፃሕ እዩ እምበይተይ ዝበሃል ኣብ ምብፃሕ እምበይተይ እምበይተይ ይበሃል ነበረ እምበይተይ ንዕን እምበይተይ የብለ ድሕረኡ ናመ ቀለ እምበይተይ ክሮስ እምበይተይ ሓጉሳ እምበይተይ ግዛዕ ባለ ኩስተር ባለ ሸዓተ ሓጋይ እዛ እምበይተይ ትወፅእ ካብ ድሕሮ ድሕሮ ሓደ መመፅኡ ጥቁር የበለ ድሕሮ ጥቁር ጥቁር ጥሪ ተወዲኡ ኣበይ ትሓድር በለ መቐለ ረኹም ሕሊ ድብላዕ ትስተስኢኑ እታ ሰበይቲ ላብ ኣፅቢ እቲ ስብኣይ ላማ ጨው ስብኣይ ሰበይቲ ምፍታሕ መፀር ወዮ ሳይንስ ኤፒሲዲ ኬፍ ባይ ሃይ ትበሃል ነረ ከንቲ ኮይኑ ረኹም ዳብ ድጉሪን ኣብ ባንኪ ቤት ለያቅምጥ ገበርየ ኣውፀኡ ወልቲ ህዝቢ እዝና ከተማ ድግሪ ልትምሃረ እዚ ኩሉም ኣበይ ወፀ ሻምበል ይኹን ኩሉ ብምሉም ኣነ እኳ ድባዕለይ ዓመት ምሉእ ስሳ ሰብ የልቀ ኣለኹ ክልተ ጣይታ ንሸሞንተ ናበላዕና ማለት እዩ ኣሕሊፍናያ እዛ ምድሪ ብዕፁ ኣይክምን ንባዕልና ነበረና ባንኪ ቤትና ቆሊቦም ወሰድዎ እዞም ሰባት ላብ ምድሪ ቀቢሮም ኣሐንሽኸሞ ቀረዩ መድሓኑቲ የለ ምሃብ ለይፈቱ እንበለ ምውሳድ እግዚኣብሔር ናለ ኣነ ካብ ኣደም ኣናይባሉሊ ላፀወና ኣታ ሰባት ይኾን እዚኦም ኣራማውያን እዮም ብስሩ ካሰው ኣይተፈጠሩ እዩ ወድኖም ኣይሕዝኖም ኣቦኦም ኣያሕዝኖም ጓሎም ኣይተሕዝኖም እንበለ ከውዶም በቃ ሰብ ልሻሃ ይስእኑ ልብላዕ እሳቶም ናብ ሚእቲ ሽሕ ውስኪ ልሰትዩ እዚ ድዩ ሰብነት ብጣዕሚ እዮም ኣማሪሮም ማለት እዩ ብጣዕሚ እዮም ኣማሪሮም እዞም ኣቦ ኣነ ሕጂ ክ- ምምራሮም ትኽክል እዩ እቲ ዝብልዎ ዘለዉ እኮ እቲ ዝተገብረ ነገር እዩ ግን ብዙሕ ግዜ እውን ተሓዋውሱ እውን ሰሚዖም ነይረ ኣብ ማእኸል ዓዲ እውን መፁ እዮም ናብዚ ማእኸል ሓሊፎም ከይዶም እውን ኣብኡ እውን ዝዛረብዎ ነገር ኣለዎም ብዙሕ ብዙሕ ብዙሕ ሓሳባት ማለት እዩ ይገልፁ እዮም ብዝኾነ ግን ኣነ ሕጂ እንታይ እየ ዝብሎም እቲ ክተምህርዎ ዝግብኡ ዝግባእ ነገር እንደሞ ኣምህሩ ማለት ክተምህርዎ ዝግባእ ነገር ኣሎ ነቲ ህዝቢ ንኣብነት ብሕገ መንግስቲ እንድሕር ዳኣ ተዘይተማሂሩስ ብስነ ስርዓት ናይ ሃይማኖት ክኸውን ይኽእል ብመጽሓፍቲ ክኸውን ይኽእል ክመሃር ይኽእል እዩ መቸስ ማለት ስነ ምግባር ማለት እዩ ጽቡቕ ስነ ምግባር ድሕር ሕማቕ ስነ ምግባር ኣለዎ ብዙሕ ሰብ ንስኹም ከዓ ንዕኡ ዝቕልብስ ነገር ክተምህሩ ትኽእሉ ነርኩም ኢኹም እንተኾነ ግን ኣብ እንዳ ስዋ ኣብ እንዳ ገለ ዝሕልፍ ቀሺ እንድሕር ደኣ ኮይኑ እውን ከምኡ ከምዚ ግብረ ሰላም በልዓኹ ገለገለ ጥራሕ ኢልካ ካብ ወንጌል ይሰብኽ ግዛዕ ኣይተምህር ቃስ ሱቕ ኢልካ መጽሓፍ ቅዱስ ንባዕሉ ብልምዲ ብግምት